ሰላም ጥዕና ሃበለይ ዝኸበርኩም ተኸታተልቲ ዲደብሊው ኢንተርናሽናል ዕለታዊ ዜና እንሆ። ዜናና ብዜና ዓወት ክንጅምር። ጅግና ሰራዊት ትግራይ ካብ ክልተ ኣንፈታት ናብ ከተማ ሰመማ ይጓዓዝ ንዝነበረ ሓይሊ ፀላኢ ብምድርዓም ሕቁኡ ጎዚዝዎ ኣሎ። በዚ ድማ ልዕሊ 400 ወተሃደራት ፀላኢ እንትሞቱ ልዕሊ 532 ድማ ቁሱላት ኮይኖም ኣለዉ። ብሸሞንተ ሚያዝያ ክልተ ሽሕን ዓሰርተ ሰለስተን ዓመተ ምህረት ብወገን ዛናን ፍራፍረን ገይሩ ናብ ከተማ ሰመማ ከምኡ እውን ብኣንፈት ኣኽሱም ምሬን ብዝበሃል ከባቢ ገይሩ ናብ ሰመማ ይጓዓዝ ንዝነበረ ሰራዊት ውልቀ መላኽ ኢሳያስን ፋሽስቲ ኣብይን ብጅግና ሰራዊት ትግራይ ተደኪሩ ከቢድ ክሳራ በፂሕዎ ኣሎ። በዚ ዕውት ወተሃደራዊ ስርሒት ጅግና ሰራዊትና ኣርባዕተ ሚእትን ዓሰርተ ሓደን ወተሃደራት ፀላኢ እንትሞቱ ሓሙሽተ ሚእትን ሰላሳን ክልተን ድማ ከም ዝቖሰሉ ካብቲ ግንባር ዝረኸብናዮ ሓበሬታ ኣፍሊጡ ኣሎ። ብዘይካዚ ብርክት ዝበሉ ክላሽናት፣ ብሬናት፣ ኣርፒጂታትን መሳርሒ መራኸብታትን ተማሪኾም ኣለዉ። በዚ ዝበፀሖ ከቢድ ክሳራ ዝረዓደ ፀላኢ ብዓይኒ የብለይ ስኒ የብለይ ብደብዳብ ከቢድ ብረትን ነፈርትን ንከተማ ሰመማ ከም ዘዕነዋ ተፈሊጡ ኣሎ። ፀላኢ ኣብ ዝተፈላለዩ ከባብታት ብዝበፅሖ ዘሎ ከቢድ ክሳራታት ኣብ ዓብዪ ምድንጋራትን ወጥርን ከም ዝኣተወን እቲ ኹናት ድማ ሕዚ እውን እናቐፀለ ከም ዝኾነን ንምፍላጥ ተኻኢሉ ኣሎ። ግፍዕታት ፀላኢ ሕዚ እውን ተጋዲዱ ቀፂሉ ኣሎ። ወተሃደራት ፋሽስቲ ኣብይ ኣሕመድ ኣብ ከተማ መቐለ ኣብ ዝርከብ መናሃርያ ንዝነበረ ህዝቢ ቡምባ ብምድርባይ ሰላማውያን ሰባት ከም ዝቐተሉ ተፈሊጡ ኣሎ። በዚ ጨካን ተግባር ወተሃደራት ፋሽስቲ ኣብይ ካልኦት ወገናት እውን ብፅኑዕ ከም ዝቆሰሉ ንምፍላጥ ተኻኢሉ ኣሎ። ወኪል ድምፂ ወያነ ትግራይ ካብ ከተማ መቐለ ዝርዝር ፀብፃቡ ከም ዝስዕብ ከቕርበልና እዩ።
ስዉር ሚስጥር ወረቕ ወራር ሰራዊት ፋሽስት ኣብይ ኣሕመድ፣ ባዕዳዊ ወራር ውልቀ መላኺ ሰራዊት ኢሳያስን ተስፋፋት ሓይልታት ትምክሕቲ ኣምሓራን ካብ መዓልቲ ናብ መዓልቲ እናተጋህደ ይኸይድ ኣሎ። ኣብ ዝሓለፈ ሓሙሽተ ኣዋርሕ ኣብ ልዕሊ ህዝቢ ትግራይ ብሓፈሻ ኣብ መናእሰይ ትግራይ ድማ ብፍላይ ካብ ምድረገፅ ዓለም ንምጥፋእ ዝገብርዎ ዘለዉ ሰይጣናዊ ስራሕቶም መርኣያ ውሽጣዊ ድሌቶምን ባህገሙን እዩ። እዞም ግዳማውያንን ውሽጣውን ባዕዳውያን ወረርቲ ሓይልታት ኣብ ልዕሊ ህዝቢ ትግራይ ዘውርድዎ ዘለዉ ዘርኢ ምፅናት፣ ምድፋር፣ ክብሪ እኖታትን ኣሕዋትን፣ መግለፂ ዘይብሉ መፍታሕቲ ሕጊ ፀንጨፍጫፍን ወራርን ጉሕለትን ንበር ትግራይ ናብ ዘበነ እምኒ መሊስካ ህዝቢ ትግራይ ባርያ ገይርካ ንምግዛእ ዝዓለመ እዩ ናይዚ መቐፀልታ እዩ ድማ ኣብ ሰሙን ብዋልታን መንግስቲ ሻዕብያ ኣቢሎም ኣብ ልዕሊ ህዝቢ ትግራይ ካብዚ ዝዓዘዘ ክሳራ ብዘይምብፅሖም ብጣዕሳ መግለፂ ክሳብ ምውፃእ በፂሖም ዘለው ስለዝኾነ እዞም ወረርቲ ሓይልታት ተወሰኽቲ ሚስጥራዊ ስብሰባ ብምግባር ኣብ ልዕሊ መናእሰይ ትግራይ መፅነትቲ ንምክያድ ከምዝሃቀኑ ዘየማነ ገብረኣብ ኣቢሎም ንኣዘዝቲ ሰራዊቶም ኣብ ዝለኣኽዎ መልእኽቲ ብግልፂ ብዘይምንም ሕፍረት ዘፍለጡ እንትኾኑ ድሮ ናይቲ ክሳብ ኸዚ እናፈፀምዎ ዘለዉ ግፍዕን መርሸንትን መቐፀልታ ዝኾነ ኣብ ዝተፈላለዩ ከባብታት ትግራይ ከም ሴጣን ደም ንፁሃት ሲቪላት ተጋሩ ኣብ ምምጣጥ ይርከቡ። በዚ መሰረት ቀዳም ዕለት ዓሰርተ ሰዓት ኣርባዕተ ክሳብ ኣርባዕተ ንፈርቓ ንዘሎ ረፋድ ኣብ ከተማ መቐለ እንዳጭ መናሃርያ ሞራል ተጣዒኑ ይሓልፍ ዝነበረ ናይ ወራር ኣብይ ኣሕመድ ሰራዊት ኣብ ልዕሊ ንጹሃን ክቀርብ ዝደብረዮ ናይ ኢድ ባምባ ፈንጂ ሓደ ንጹህ ትግራዋይ ሽዑ ንሽዑ እንትመውት ካልኦት ክልተ ድማ ኣብ ሆስፒታል ምስ በጽሑ ህይወቶም ሓሊፉ እዩ። እቶም ካልኦት ክልተ ድማ ህጹናት ተጎዲኦም ኣብ ዓይደር ሪፈራል ሆስፒታል ሕክምናዊ ግልጋሎት እናረኽቡ ይርከቡ። ብኻልእ መዳይ እዚ ምስ ሰብን ተፈጥሮን ኣምላኽን ከይሳነ ዝመሓለ ግብረ እከይ ባዕዳዊ ወራር ሰራዊት ኢሳያስ ብዓርቢ ኣብ ከተማ ኣዳጋ ሓሙስ ንህዝቢ ትግራይ ፈጣሪ ሰላም፣ ቕሳነት፣ ራህዋን ክምልሰሉ ምህለላ ይገብራ ንዝነበራ ኣዴታት መለልእን ገዲፈን ክብተና ዝተናገርዎ እንትኾን እሰን ግን እዚ ምሳኽን ዘራኽብ የብሉን ንፈጣሪና ኢና ምሕረት ንልምን ዘለና ኢለን። ተቐጸላን ጾረ ብኣረሜን ሓይሊ ጥይት ኣዕሚሩ ብምትኳስ ክብተና ገይሩ እዩ። ብሓፈሻ ነዚኦምን ካልኦትን ዛዕባታት ኣልዒልና ብስልክን ብኣካልን ቃለ መሕተት ዝገበርናሎም ወገናት ከም ዝገለጹልና እዞም ምስ ሰይጣን መኺሮም ብልፍልፍቲ ዝመቱና ወረርቲ ሓይልታት ህዝቢ ትግራይ ካብ ባህሉ፣ መንነቱን ሃይማኖቱን ፈልዮም ኣብ ኣርዑት ባርነት ንምንባር ስለ ዝደለየ ኩሉ መንእሰይ ትግራይ ናብ ሓራ መሬት ብምኽታት ምስ ሰራዊት ትግራይ ተፀንቢሩ ከምእያታቱ መስተንክራዊ ጅግነነት ብምፍፃም ትግራይ ሓራ ኣውፂኡ ታሪኽ ኣብ ርእሲ ታሪኽ ከመዝግብ ንኤዶም ትግራይ ትስዕር ወኪል ድምፂ ወያነ ትግራይ ካብ ከተማ መቐለ።
ብሄራውያን ውድባት ትግራይ ባዕዳዊ ሰራዊት ውልቀ መላኺ ኢሳያስ ኣፈወርቂ ካብ ትግራይ ብህፁፅ ንክወፅእን ከይዲ ምውፃእ እቲ ባዕዳዊ ሰራዊት ድማ ብዓለም ለኸ ተዓዘብቲ ንክፃረን ፀዊዖም ኣለዉ። ሳልሳይ ወያነ ትግራይ ውድብ ናፅነት ትግራይን ብሄራዊ ባይቶ ዓባይ ትግራይን ናብ ባይቶ ፀጥታ ውድብ ሕቡራት ሃገራት ኣብ ዝለኣኽዎ ሓበራዊ ደብዳበ ባዕዳዊ ሰራዊት ውልቀ መላኺ ኢሳያስ ኣፈወርቂ ምስ ፋሽስቲ ኣብዪ ኣሕመድን ተስፋሕፋሕቲ ሓይልታት ትምክሕቲ ኣምሓራን ብምዃን ኣብ ትግራይ ምፅናት ዓሌት ከካየደ ከም ዝፀንሐን ሕዚ ድማ ሰብኣዊ ሓገዝ ከይባፃሕ ዕንቅፋት ከም ዝኾነን ሓቢሮም ኣለዉ። እቲ ባዕዳዊ ሰራዊት ብቕልጡፍ ካብ ትግራይ ንክወፅእ እቲ ኸይዲ ምውፃእ ድማ ብዓለም ለኸ ተዓዘብቲ ንክረጋገፅ ኣብ ትግራይ ዝተፈፀሙ ገበናት ኩናትን ገበናት ኣንፃር ሰብኣውነትን ብናፃን ዘይሻራውን ኣካል ንክፃረን ፀዊዖም ኣለው። ኣብ ትግራይ ዘሎ ኩነታት ምንም ዓይነት ምምሕያሽ ከም ዘየርኣየን ባዕዳዊ ሰራዊት ውልቀ መላኺ ኢሳያስ ድማ ከምቲ ፋሽስቲ ኣብይ ኣሕመድ ቃል ዝኣተዎ ካብ ትግራይ ከም ዘይወፀን ሕብረት ኣውሮፓ ሓቢሩ ኣሎ። ሓላፊ ጉዳይ ወፃእን ፖሊሲ ፀጥታን ሕብረት ኣውሮፓ ጆሴፍ ቦሬል ቅልውላው ትግራይ ካብቲ ዝነበሮ ከም ዘይተመሓየሸን በዚ ድማ ከም ዝተሻቐሉን ሓቢሮም ኣለዉ። ተበጻሕነት ሰብኣዊ ሓገዝ ሕዚ እውን ውሱን ከም ዝኾነ እቶም ሓላፊ ምስ ገለጹ እቲ ፋሽስታዊ ኣብይ ኣሕመድ ቃል ዝኣተዎ ሰራዊት ውልቀ መላኽ ኢሳያስ ካብ ትግራይ ናይ ምውፃእ መስርሕ ድማ ከም ዘይተተግበረ ኣፍሊጦም ኣለዉ። ጆሴፍ ቦረል ፋሽስቲ ኣብይ ይፍጽሞ ዘሎ ተግባር ተቐባልነት ከም ዘይብሉ ብምንቃፍ ኣብ ትግራይ ዘተኣማምን ስሉጥን ተበጻሕነት ሰብኣዊ ሓገዝ ንኽረጋገጽን እቶም ዝተፈጸሙ ግፍዕታት ድማ ብዘይሻራዊ ኣካል ንኽጻረዩን ኣተሓሳሲቦም ኣለዉ።

ብኻልእ ወገን ሕብረት ኣውሮፓ ንትግራይን ገለ ከባብታት ኢትዮጵያ ንዝውዕል ናይ 53.7 ሚልዮን ዩሮ ሰብኣዊ ሓገዝ ከም ዘበርከተ ተፈሊጡ ኣሎ። እቲ ሕብረት ቅድሚ ሕዚ ንግዳያት ኩናት ትግራይ ናይ 24.8 ሚልዮን ዩሮ ሰብኣዊ ሓገዝ ከም ዝሃበ ዝዝከር እዩ። ፋሽስቲ ኣብይ ኣሕመድ ንኢትዮጵያ ናብ ሲኦል ከም ዝቐይራ ኔሽን ዝተብሃለ ጋዜጣ ኬንያ ኣቃሊዑ ኣሎ። ፋሽስቲ ኣብይ ኣብ ትግራይ ብዝወለዖ ኩናት ኣሽሓት ሰላማውያን ሰባት ከም ዝተቐተሉ፣ ብሚልዮናት ዝቑፀሩ ከም ዝተፈናቐሉ፣ ብኣሽሓት ዝግመቱ ከም ዝተሰደዱ፣ ደቂ ኣንስትዮ ድማ ከም ዝተዓመፃን ቁጠባ ትግራይ ድማ ከም ዝዓነወን ጋዜጣ ኔሽን ፀብፂቡ ኣሎ። እታ ብስሉጥ ቁጠባዊ ዕቤታ ማዕኸን ስሕበት ሰብ ሃፍትን ወፃእን ብምዃን ዓለም ተደምም ዝነበረት ኢትዮጵያ ሎሚ ካብተን ዝለዓለ ሞት ዜጋታት ዝተመዝገበለን ሰለስተ ሃገራት ኣፍሪካ ሓንቲ ከም ዝኾነት እቲ ዜና ኣመልኪቱ ኣሎ። ኣብዚ ሕዚ እዋን ኢትዮጵያ ሰላማዊ ሰባት ቀትሪ ምድሪ ዝጭፍጨፉላን ኣካላት ወዲ ሰባት ዝቆራረፀላን ሃገር ምዃና ዝሓበረት ጋዜጣ መንቀሊ ዝኹሉ መዓት ድማ ፋሽስቲ ኣብዪ ኣሕመድ ነቲ ዝፀንሐ ዕዉት ፌደራላዊ ስርዓት ከፍርሶ ስለ ዝጀመረ ከም ዝኾነ ተገሊጹ'ሎ። እዚ ኩሉ እንትኾን ፋሽስቲ ኣብይ ኢትዮጵያ ናብ ብልጽግና ትግስግሰላ፣ ኣብ ቀረባ እዋን ድማ ሓንቲ ካብተን ክልተ ሓያላት ሃገራት ዓለምና ክትከውን እያ እናበለ ዓዘርቆዘር ይብር ከም ዘሎ ኔሽን ሓቢሩ'ሎ። ኣብ መወዳእታ ፋሽስቲ ኣብዪ ኣሕመድ ኣብ ሰለስተ ዞባታት ክልል ኣምሓራ ህፁፅ ኣዋጅ ዕላዊ ከም ዝገበረ ተገሊፁ ኣሎ። ኣብ ክልል ኣምሓራ ሰሜን ሸዋን ፍሉይ ዞባ ኦሮምያን ካብ ዝሓለፈ ሓሙስ ጀሚሩ ብዝተወልዐ ደማዊ ግርጭት ብዙሓት ሰባት ከም ዝሞቱን ከቢድ ዕንወት ንብረት ከም ዘጋጠመን ኣናዶሉ ዝተባሃለ ማዕኸነ ዜና ሓቢሩ ኣሎ። ወተሃደራት ፌደራል ፖሊስን ፋሽስቲ ኣብይን ነቲ ግርጭት ክቆጻጸሩ ስለዘይከኣሉ ኣብቲ ዞባታት ደቡብ ወሎን ሰሜን ሸዋን ከምኡ እውን ፍሉይ ዞባ ኦሮምያን ህፁፅ ኣዋጅ ዕላዊ ከም ዝተገበረ ኣዲስ ስታንዳርድ ኣፍሊጡ ኣሎ ፋሽስቲ ኣብይ ነቲ ኩነታት ንምቁፅፃር ኮማንድ ፖስት ከም ዘጣየሸን ኣብዚ ግርጭት ኣብ መንግስታዊ መሓውር ዘለዉ ሰበ ስልጣናት እውን ተሳተፍቲ እዮም ኢሉ ከም ዝኸሰሰን እቲ ዜና ኣመልኪቱ ኣሎ እምበኣር ከዚ ዝኸበርኩም ተመልከትና ንሎሚ ዝሓዝናልኩም ዜና ነዚኦም ይመስሉ ነይሮም። ኣብ ካልኦት ዜናታት መሊስና ክንጋነ ኢና። ክሳብ ሽዑ ሰላም ትግራይ ትስዕር።